ደሃይ ኤሪናይን ሜድያ
ራሞ ዘንቤላ ዓድኻ
ሰላም ዝኸርኩም ተኸታተልቲ ደሃይ ኤሪ ናይን ሜድያ ሎማዓንቲ ደሃይ ኤሪ ናይን ሜድያ ኣቶኪራ ጠሚታቶ ዘላ መደብ ካብ ኣባይ ብሪጣንያ ዝመጹ ክልተ ዜጋታት ብዛዕባ ኣብቲ መንግስትን ህዝብን ዝረባረብሉ ዘለዉ ማሕበራዊ ኣጎት ኣብ ምርግጋጽ ንኹሉ ተሳታፊነት ህዝቢ ዘረጋገጸ ንኸኸውን ዝገብሮ ዘሎ ተበግሶ ማሕበራዊ ኣገልግሎት ክሳብ ዝረሓቐ ቦታታት ብቐሊሉ ክኸውን ንገብሮ ዘለና ጻዕሪ ዓባይ ብሪጣንያ እውን ምስ ኣየርላንድ ሓደ ፕሮጀክት ወሲዶም ኣብ መስርሕ ይርከቡ ኣለዉ ከም ንኣብነት እዚ ናይ ጢዖ ቤት ትምህርቲ ናይ ምስራሕ ፕሮጀክት ዓባይ ብሪጣንያን ኣየርላንድን ወሲዶም ኣለዉ ተበግሶ ስለዚ ነዚ ኣመልኪትና ንእሽቶይ ሓበሬታ ክንበኩም ኢና ኣቐዲምና ግን ነዞም ኣጋይሸይ ከላልየኩም ወጋሕታ እንቋዕ ደሓን መጻኹም። እንቋዕ ደሓን ጸረኻ ኣብ ዝባካ ኣሎ። እስከ ሕጽር ድበለ ምስ ሰማዕቲ ክትላለ። ሽመይ ወጋሕታ ብርሃነ ነባሪ ዓባይ ብርጣንያ ከተማ ኒውካስል ኣብ ኣባል መሪሕነት ሃገራዊ ሽማግለ። ሰኑ።
እንቋዕ ደሓን ጸናሕካ እንቋዕ ከመይ ደሓን ቀኒኺ? ሓወይ ጽቡቕ ድኻም ወጺኡ ዶ? እወ ድኻም ወጺኡ ብፈንቅል ናብ ደቀምሓረ ካልእን ኢና ቀኒና። ሕጂ ከኣ ኣብዚ ኣድጊብና ዘለና መደብ ናይ ፕሮጀክት ናይ ጢዖ ሓበሬታ ክትብልና ስለ ዝኾንኪ ምስ ሰማዕቲ ክትላለይ። ሓራይ መጀመርያ ቀንየለይ ሽመይ ሰናይት ሃይለ እባሃል ተቐማጢት ዓባይ ብሪጣንያ ኣብ ከተማ ማንቸስተር እየ ዝቕመጥ ኣባል ኣካየዲት ኣካል ናይ ሃገራዊ ሽማግለ እየ ሽማግለ በዓላት ሽማግለ ሽማግለ ሃገራዊ ሽማግለ ሃገራዊ ሽማግለ። ዓባይ ብሪጣንያ እያ
ኣቀዲመ ኣዝየ እየ ዘመስግን ናይ ብሓቂ ስለቲ ግዜኹም ኣብዚ ካብ ደገ ናብዚ ክትመጽእ ከለኻ ብዙሕ ዝውጥጥ ነገር ኣሎ ስድራቤት ካልእ ክትበጽሖ ዘለካ መደባት ብዙሕ እዩ ዘሎ ግን ነዚ ሃገራዊ መደባት ቀዳምነት ሂብኩም ምሳና ኣብቲ ዝዓደምናኩም ግዜ ሰዓትን ንምምጻኹም ነመስግን ወጋሕታ እስከ ከመይ እዩ ዝመስል ዓባይ ብርጣንያን ኣየርላንድን ኣብ ምትግባር ፕሮጀክት ከመይ ፀኒሑ ተመክሮ?
ዓባይ ብርጣንያን ኣየርላንድን ኣብ እዚ ፕሮጀክት ካብ ንሕዞ ሓደ ዓመት ኮይኑ ኣሎ። ኣብ ዝሓለፈ ዓመት ወርሒ ክልተ እዩ ኣብ ህዝቢ ወሪዱ ወግዓዊ ኮይኑ። ኣተሓሕዝኡ ብሃገራዊ ሽማግለ እዩ ተታሒዙ ዘሎ፣ ብሃገራዊ ሽማግለ እዩ ከኣ ተወዲቡ ዘሎ። ኣብቲ ህዝባዊ ሰሚናር ዝተገበረ መጀመርያ እቲ ሓሳብ ናብ ህዝቢ ክወርድ እንከሎ ኣዝዩ ኩሉ ሰብ ኩሉ ዜጋ ኩሉ ኤርትራዊ እቲ ኣብቲ ፕሮግራም ተሳቲፉ ዝነበረ ብፅቡቕ እዩ ተቐቢልዎ። ምኽንያቱ ኩላትና ከም እንፈልጦ ኣብ ውሽጢ ዓዲ መንግስትን ህዝብን ሰራዊትን እቲ ፀጋታት ናይ ትምህርቲ፣ እቲ ዕድላት ናይ ትምህርቲ ማዕረ ንኹሉ ዜጋ ንምብፃሕ ዝግበር ዘሎ ፃዕሪ ኩላትና ክንሪኦ ዝፀናሕና እዩ ማለት እዩ። እቲ ኣብ ርሑቕ ከባቢ ዝውለድ ዜጋን እቲ ኣብ ንኣሽቱ ከተማታት ዝውለድ ዜጋን እቲ ኣብ ዓበይቲ ከተማታት ዝውለድ ዜጋን ከመይ ጌሩ እዩ ማዕረ ዕድላት ረኺቡ ኩሉ ብማዕረ ኣብቲ ናይ ትምህርቲ ብሓደ ደረጃ ዝስጉመሉ ዝብል ፖሊሲ ናይ መንግስቲ ኤርትራ ኣብኡ ኣብ ምርብራብ እዩ ጸኒሑ ማለት እዩ። ስለዚ ኣብዚ ፖሊሲ ናይ መንግስቲ ኤርትራ ናይ ህዝቢ ኤርትራ ናይ ሰራዊት ኤርትራ ኩሉ ዝረባረበሉ ዘሎን ዝጸንሐን ከም ዜጋ ንሕና ኣብ ዲያስፖራ ዘለና ኤርትራውያን ንሕናኸ እጃምና እንታይ ንገብር? ኣብተን ርሑቓት ከተማታት ኣብተን ርሑቓት ኣብ ገጠራት ዘሎ ኤርትራዊ ዜጋ ከመይ ጌሩ እዩ ብማዕረ ነቲ ዕድላት ክጥቀመሉ ዝኽእል? ንድሕሪት ከይተረፈ ሓደ ውላድ ከመይ ጌሩ እዩ ብማዕረ ኣብ ትምህርቲ ኣብቲ ዝለዓለ ደረጃ ክበጽሕ ዝኽእል? ስለዚ ንሕና ከም ዜጋ እንታይ ኢና እጃምና ከነበርክት ዘለና? ካብዚ እዩ ተበጊሱ ማለት እዩ። እቲ ፕሮጀክት ናይ ጢዖ ከኣ ሓደ ነጥቢ ሓሙሽተ ሚልዮን ፓውንድ ከባቢ ክውድእ እዩ ማለት እዩ፣ ኣሕዳሪ ቤት ትምህርቲ ጠቕላላ። ስለዚ ነዚ ሓደ ነጥቢ ሓሙሽተ ሚልዮን ፓውንድ ጎል ንምህራም እንታይ ኢና ክንገብር ዘለና ንሕና ከም ዜጋ? ሓደ ንዓና ከም ሓደ ዓቢ ዕድል እዩ ተራእዩ። ነባሪ ዓባይ ብርጣንያ ኣየርላንድ እዚ ሓሳብ እዚ ክወርድ እንከሎ ብሃገራዊ ሽማግለ ከም ሓደ ዓቢ ዕድል ዕድልን ታሪኽን ገይሩ እዩ ተቐቢልዎ። ምኽንያቱ ከምቲ ዓንተወይ ዝበልኩኻ ኣብ ውሽጢ ዓዲ ዘሎ መንግስትን ህዝብን ሰራዊትን ኩሉ ጸጋታት ናይ ኤርትራ ንኹሉ ኤርትራዊ ዜጋ ማዕረ ስለ ዝብጽሖ ብማዕረ ከኣ ክካፈሎ ኣለዎ ዝብል ፖሊሲ ኣብ ኩሉ ኣብ ጽላት ቤት ትምህርቲ በሎ ጽላት ጥዕና በሎ ኣብ ትራንስፖርት በሎ ኣብ ሓይሊ ኤሌክትሪክ በሎ ማይ በሎ ኩሉ ማለት እዩ ስለዚ ኣብዚ ኩሉ ብማዕርነት ኩሉ ዜጋ ከም ወዲ ሃገር ኩሉ ነገር ማዕረ ስለ ዝብፅሖ ማዕረ ኣገልግሎት ዝብል ፖሊሲ ኣዚና ስለ ንቕበሎን ንድግፎን ብጣዕሚ እውን ስለ ነድንቖ ማለት እዩ ኣብኡስ እንታይ እጃምና ከነበርክት ክበሃል እዩ ጸኒሑ። ኩሉ ከኣ ብመንግስቲ ክዕመም ስለ ዘይክእል ከም ዜጋ ከኣ ንሕና ልክዕ ከምቲ ሰራዊት ከምቲ ህዝቢ ኣብዚ ዘሎ ዝገብር ዘሎ ንሕና ከኣ ኣካልቲ ህዝቢ ኣካልቲ ሕብረተሰብ ኣካልቲ ዜጋ ስለ ዝኾንና ንሕና ከ እንታይ ኢና ክንገብር እዚ ፕሮጀክት እዚ ምስ መጸ እዚ ናይ ጥዑ ኣብ ጽላት ትምህርቲ ምዃኑ ቀዳማይ ነገር ንኹሉ ዝተወለደ ህጻን ካልኣይ ከኣ ንሕና እውን ኢድና ምሕዋስና ኣብቲ ህዝብን ኣብ ሰራዊትን ኣብቲ መንግስትን ናትና እጃም ዕድል ዝረኸብና ከም ሓደ ዓቢ ዕድልን ከም ሓደ ዓቢ ታሪኽን ኢና ተቐቢልናዮ። ኩሉ ሰብ ከኣ ብጽቡቕ እዩ ተቐቢልዎ ማለት እዩ። ስለዚ ኣብቲ ወርሒ ክልተ ዝሓለፈ ዓመት ዝተገበረ ህዝባዊ ሰሚናር በቲ ናይቲ ህዝቢ ውሳኔ እቲ ዝተሓተ ክልተ ሚእቲ ፓውንድ ሓደ ዜጋ ከበርክት ካብኡ ንላዕሊ ከኣ ኩሉ ከከም ምርጭኡ ማለት እዩ። ከከም ምርጭኡ መበገሲ ግን ክልተ ሚእቲ ክንከፍል ከም ዘለና ነቲ ፕሮጀክት ንምዕዋት ሓደ ነጥቢ ሓሙሽተ ሚልዮን ክወስደልና እዩ። በዚ ብሓደ ድምጺ ተሰማሚዕና ካብቲ ዕለት እቲ ከኣ እቲ ናይቲ ሰብ ኣበርክቶታትን መብጽዓታትን ተኣትዩ ማለት እዩ። ክሳብ ሕጂ ነዊሕ ኬድና ኣለና። ብዙሕ ኬድና ኣለና። ከም ዜጋ ከኣ እቲ ዝወሓደ ክልተ ሚእቲ እቲ ዝበዝሐ ዜጋ ከኣ ዓሰርተ ሽሕ ደወፈዩ ዜጋታት ከኣ ኣለዉና። ከከም ደረጅኡ ካብ ክልተ ሚእቲ ተበጊስካ እቲ ዝለዓለ ከኣ ዓሰርተ ሽሕ ፓውንድ ሓደ ውልቀሰብ ዘወፈየ ኣለና ማለት እዩ። እቲ ኣተሓሕዝኡ ዝምልከት ኣብ ኩለን ከተማታት ወከልቲ ሃገራዊ ሽማግለ ኣለዉ። ወከልቲ ኣለዉ ኣኣርባዕተ። ከምኡውን እቲ ኮሚኒቲ ብዓቢኡ ኣሎ ካልእ ውዳበታትን ማለት እዩ። ስለዚ ንሳቶም ብቐረባ ምስ ነፍሲ ወከፍ ከተማ ምስቲ ህዝቢ እናተራኸቡ ነቲ ናይቲ ህዝቢ ድሌታት ንምምላእ ኩሉ ሰብ ይሰርሕ ኣሎ ማለት እዩ። ክብገስ ከሎ ግን ቀዳሞት ኣብቲ ኣበርክቶ ተመባፅዑ ኣባላት ቤት ፅሕፈት እዩ። ካብ ዲፕሎማት ኣትሒዝካ ብምሉኦም ስታፋት ቤት ፅሕፈት ኩላቶም እቲ ከኸፍልዎ ዝግብኦም እቲ ክማባጽዕዎ እቲ ከበርክቱ ዝግብኦም ብኦም ጀሚሩ ብድሕሪኡ ናብ ሓለፍቲ ውዳበታት ወሪዱ ሓለፍቲ ውዳበታት ከኣ መጀመርያ እቶም ኣብ መሪሕነት ደለዉ ኩላቶም ነናቶም ካብ ክልተ ሚእቲ ክሳብ እቲ ዝለዓለ ማለት እዩ ሰብ ከከም ዓቕሙ ከም ድላዩ ኩሉ ከምኡ እንዳበለ ናብ ከተማታት ወከልቲ ሽማግለ ሕጂ ከኣ ናብ ህዝቢ ወሪዱ ብሃገራዊ ሽማግለ እናተማእኸለ ብወከልቲ ሃገራዊ ሽማግለ ኣብ ነፍሲ ወከፍ ከተማታት ተዘርጊሑ ከኣ እቲ ስራሕ ይሰላሰል ኣሎ። ኩሉ ህዝቢ ከኣ ከምቲ ዝበልኩኻ ዓቢ ታሪኽን ዕድልን እዚ ምርካቡ ኢንቮልቭ ምግባሩ ምስቲ መንግስትን ምስቲ ህዝብን ምስ ሰራዊትን ኣካሉ ኮይኑ ነዚ ዕድል እዚ ምርካቡ ከኣ ሰብ ብጽቡቕ ኣብቲ ምውጻእ እጃሙ ይገብር ኣሎ ማለት እዩ። ከምዚ ትከታተልዎ ዘለኹም ትምህርቲ ንኹሉ ዝብል ፖሊሲ እዩ ዘሎ ናይ መንግስቲ ኤርትራ ወይ ከዓ ናይ ኣብ ኤርትራ ፖሊሲና ከምኡ እዩ ትምህርቲ ንኹሉ እዩ ዝብል ስለዚ ኩሉ ዝረሓቐን ዝቐረበን እቲ ኣብ ቀንዲ ከተማታትን ዘሎ ከም ዝወጋሕተ ክሎ ጸርሐ ብሓደ መታን ክኸይድ ምቹእ ዝኾነ ባይታ ክንፀፍ ኣለዎ። ስለዚ ማሕበራዊ ጉልበት ከዓ እቲ ቀንዲ ንህዝብኻ ትኹስኩሰሉን ኣብ ዝብፃሕ ተብፅሓሉን ባይታ ስለ ዝኾነ ነዚ ከዓ ኩሉ ኣብ ደገን ኣብ ውሽጥን ዘሎ ክረባረበሉ ዘለዎ ጉዳይ እዩ። ስለዚ እዚ መልእኽቲ ክንሰምዖ ፀኒሕና ኢና ሕጂ ናብ ሰናይት ኢና ክነብል ሰኑ እስከ ኣይናይ ክትገልፀለይ ምደለኹ ኣብ ከምዚ ናይ ሃገራዊ ሽማግለ እተን ናይ ብሓቂ ደሚቐን ዝረኣያ ካብ መጸበቕቲ ኣብ ዝተፈላለየ ኣጋጣሚ ዘማዕርጋና ደቂ ኣንስትዮ እየን። ተሳትፎኤን ኣበርክቶኤን ከመይ ይመስል ብሓፈሻ ክትሪኦ ከለኺ? ኣብ ዓባይ ብሪጣንያን ኣየርላንድን ማለት እየ።
ተሳትፎ ደቂ ኣንስትዮ ዓብዪ እዩ። ብርግጽ ከም ኩለን ውዳቤታት እዩ፣ ግን ዝያዳ ክልተ ነገር እንድዩ በቲ ሓደ ከም ኣደ በቲ ሓደ ከዓ ከም ኣባላት ሃማደአ ዓብዪ ስራሕ ኢድ ስራሕ ኣብ ኩሉ መኸተ ከኣ ድልዋት ኣለዋ። ኣብ ምጥርናፍ ዜጋ ዓቢ ግደ ኣለወን። ኣብ ኩሉ ተሳታፍነት ዓቢ ግደ ይደለዎ ከማደ እያ።
እስከ እቲ ዝገብረኦ ክትገልጽለይ ብዙሕ ጻዕርታት እየን ዝገብራ ገለ ከድሸጥ መሳሊ ገይረን ገለ ሎቶር እንዳገበራ ገለ ብዙሕ እየን ብዙሕ ጥበባት እየን ዝጥቀማ ኣታዊ ንምርካብ ስለዚ እቲ ጻዕርስ ከመይ ይረኣየኪ ምባል እዩ ያ ዝያዳ ኣብ ኣብ ሙሉእ ዓለም ደሎ እንዲ ግን ንሕና ናይ ዓባይ ብሪጣንያን ኣየርላንድን ጥራይ ኢና ወኪልና ክንዛረብ ብርግጽ ንሕና ፕሮጀክት ኣለና ብሃማደ ዝተዳለወ ፕሮጀክት ኣሎ ቁሩብ ንዛ ናይ ጢዖ ካብ ኣርእስትኻ ከይውፀልካ ነቲ ዕዳ ንምዕፃው ዝተፈላለየ ንጥፈታት እየን ንገብራ ብዓብኡ ከዓ እቲ ዳስ ተማዕርግ እቲኣ ጓል ኣንስተይቲ ከም ኣደ ኮይና ኩሉ ነገር ኮይና እያ ትዋሳእ ግን በቃ ሙሉእ ልባ እያ ትውፈይ ብገንዘባ ብጊዛኣ ብጉልበታ ቀሊል ስራሕ ኣይኮነን ዝሰርሓ ደሎ ኣባል ሃማረ ምዃን ከዓ ከምዚ ብፀወካሕታ ዝበሎ ዕድል እዩ ኣቲኻን ናይ ኣዴታትና ዋጋ ዝኸፈላሉ ንዓኣተን ተቐቢልካ ንምቕፃል ከዓ ዕድል ገይረ እየ ዝወስዶ ኣብ ዓባይ ብሪጣንያ ዘለዋ ደቂ ኣንስትዮ ኤርትራውያን ኣብዚ ማሕበር ክኣትዋ ፃውዒት ይገብር እዚ ፀጋ ወይ ከዓ እዚ ኣበርክቶ እዚ ዓብዪ ስራሕ እዩ ዝሰርሕ ንመሰሉ ዘረጋግፅ እዩ ዓብ ኣበርክቶ ከዓ ይትገብር ንሃገር ማለት እየ ኣብ ምጥርናፍ ዜጋ ከኣ ገመዳ ከኣ ምስራሕ እዩ ዝሰርሕ።
እስከ ሕጂ እቲ ሰብ ምናልባት ተመክሮ ስለ ዘለኩም ኣበይ ንመን ይረክብ እቲ ሓገዝ ንመን እዩ ዝቦ ፈልጦ እዩ ምናልባት ኣብኡ ሓበሬታ ተሊክን ክትብዮ ያ
ከምዚ ፀየ ወጋሕታ ድበሎ ሃገራዊ ሽማግለ ኣሎ ብኣቦ ወንበር ድምራሕ ሰሙናዊ ኣኼባ ኣሎ። ከመይ እቲ ስራሕ እንታይ ተበፂሑ ኣሎ? ነፍሲ ወከፍ ከተማታት ከዓ ሽማግለ ከተማ ኣለዋ። ሕጂ እዚአን ሽማግለ ከተማ ናይ ሓባር ስራሕ እየን ዝሰርሓ። ኣብ ሙሉእ ዓዲ እንግሊዝ ከተማታት ሽማግለ ኣለዋ። ኮሚኒቲ ኣሎ ብዓብይኡ። ነፍሲ ወከፍ ዜጋ ንዓኣቶም ኮንታክት ክገብሮም ክኽእል ኣለዎ። ካብዚኣ ተዋሂባትና ዘላ ዓባይ ኣበርክቶ እጃምካ ምሃብ ማለት እዩ። ክትሪኦ ከለኻ መንግስትን ሰራዊትን እቲ ህዝብን ዝሰርሖ ዘሎ ስራሕ ዳርጋ ኩሉ በፂሕናዮ ኢና፣ ኩሉ ርኢናዮ ኢና። ሶ ኣብዚ ኣበርክቶ እዚ ሲ ኩሉ ሰብ ኩሉ ዜጋስ እጃሙ ከበርክት ኣለዎ እየ ዝብል። ማለት ክልተ ሚእቲ ብዙሕ ኣይኮነን እዚ ተበግሶን ሕልናን እዩ ዝሓትት ማለት እየ። ሶ ነፍሲ ወከፍ ኣብ ዓባይ ብሪጣንያን ኣየርላንዳን ደለዉ እዚኣ ፕሮጀክት ዕውት ንክንገብራ ኩላና እጃምና ክነበርክት ክንክእል ኣለና። ፅቡቕ ከምዚ ብፃይ ወጋሕታን ሰናይትን ድብልዎ ዘለዉ ሓበሬታ እዚ ሰሚዕኻ ንባዕልኻ ጥራይ ዘይኮነስ ንኹሉ ሰብ ክባፃሕ ከም ዘለዎ ንምግባር እውን ናይ ኩልና ተራ እዩ። ምናልባት ኣብዚ ክምልኣና ዘለዎ ንብፃይ ወጋሕታ ክውከሶ እየ ሓደ ነገር እቲ ወኒ ናይ ህዝብና ከዓ ኩሉ ግዜ ክንዛረበሉ ኣለና እንድዩ ኣብ ሕጂ ናይ ፕሮጀክት ጢዖ ኣቶኪና ንዛረብ ስለ ዘለና እምበር ብዙሕ ፕሮጀክታት ተተግቢሩ እዩ መንግስቲ እውን ማለት ይፈልጦ እዩ ራብዓይ ግንባር ሲ ተርኡስ ኣብ ዝተፈላለዩ ኣጋጣሚ ክትከር ከለዎም ይንገር እዩ ከምዚ ተራ ነገርሲ ይኮነን ዓብይ ኣበርክቶ እዩ ዘለዎ መንግስቲ ከዓ ዓብይ ክብሪ ይድዎ ከመይ ፀኒሕትዎ ናይ ህዝቢ ኣብ ከምዚ ንሃገር ዝበሃል ሕቶ ከለዓልኩለስ ትወኑ ከመይ ይረኣየካ ኣብቲ ሃገራዊ ሽማግለ ስለ ዘለኻ? ከምቲ
ዝበልካዮ እቲ ወኒ ናይቲ ህዝቢ ካብ ሕጂ ጥራሕ ዘይኮነስ ካብ ግዜ ብረታዊ ቃልሲ ኣትሒዝካ ማለት እዩ ካብ ሰውራ ኤርትራ ካብ ዝጅምር ኣትሒዝካሲ እቲ ወንስ ዓቢ ወኒ እዩ። ሕጂ ነቲ ዝጸንሐ እዩ ዘቐጽል ዘሎ። እቲ ዝጸንሐ እዩ ዝቕጽል ዘሎ ሕጂ ሓድሽ ዝተፈጠረ ነገር የለን ይትረፍዶ ሕጂ ኣብ ናጻ ሃገር ወኒንካሲ ቀደም ከማን ንባዓ ንሜዳ ንድፋዓት ከማን እኮ ኣብ ደገ ሰብ መድሃኒት ሒዙ ኸይድ ነይሩ ካልእ ትሕዝቶታት ሒዙ ኸይድ ነይሩ ይበጽሕ ነይሩ ገለ ማለት እዩ ሕጂ ናቱ መቐጸልታ እዩ ዘሎ ኣብዚ ድሕሪ ናጽነት ብፍላይ ድሕሪ ቴስዓን ሸሞንተን ከኣ ድሕሪ ወራራት ይኹን ድሕሪ ወራራት ስዒቡ ዝመጸ ጉዳይ እገዳ ይኹን ገለ ይኹንሲ ንዕኡ ክቐጽሎ ጸኒሑ ሕጂ እቲ መኸተ እቲ ወኒ ናይቲ ህዝቢ ኩሉ ግዜ መኸተ ቀጻሊ እዩ። መኸተ ቆጻሊ ኣብ ኣባሓጎታትና ነይሩ ኣብ ዋላ ሚእቲ ዓመት ድሕሪት ተመሊስካ ማለት እዩ ኣብ ኣቦታትና ነይሩ ናይ ሰውራ ኤር ቃልሲ ናይ ብረታዊ ቃልሲ ማለት እዩ ድሕሪ ናጽነት እውን ከምኡታት ከምዚ ንፈልጦ ማለት እዩ ሕጂ በቲ ተዓጹ በቲ ክፈተካ ገለ በቲ ተዓጹ በቲ ክፈተካ ስለ ዝኾነ እቲ ኤርትራውን መኸተንሲ ክልቲኡ ተላጋጊቡ ዝኸይድ ስለ ዝኾነ ኣወል ሓንቲ ግዜ ምትኻስ የለን ማለት እዩ ዘይነፃፀል እዩ ኣይታኸስን ኩሉ ግዜ እቲ ዜጋስ ኣይታኸስን እዩ ህዝቢ ዘሎ ክፅዕርን ሃገር ክከላኸልን ክሃንፅን ኣይታኸስን እቲ ብኔው ዘሎ ከዓ እንዳተናበበ ምስ ውሽጢ ዓዲ ዘሎ እና ገበረ ክኸይድ ከዓ ኣይታኸስን እዩ ማለት እዩ ስለዚ እቲ ወኒ ብጣዕሚ ፅቡቕ እዩ ዘሎ እዚኣ ፕሮጀክት እዚኣ እቲ ካልእ ከም ዝነበሮ ኮይኑ ማለት እዩ። እቲ መኸተ በሎ ፈያ በሎ ኩሉ ዝግበር ነገር እዚኣ ናይ ፕሮጀክት ግን ፍልይቲ ትገብራ እንታይ እያ እቲ ሰብሲ ከምዚ ምሻሎ ንሕና ደቅና ከመይ ነምህሮም ንፈልጥ ኢና ደገ ከመይ ይመሃሩ ከመይ ተዘይተማሂሮም እንታይ ይኾኑ ተጎዲልዎም ሓደ ነገር እንታይ ይኾኑ ገለ ሕጂ እዚ ከዓ እዚ ናይ ፕሮጀክት ናይ ጥዑ ከዓ ኣሕዳር ቤት ትምህርቲ ካብ መሰረት ናይ ቤት ትምህርቲ ናይ ቆልዑት ስለ ዝኾነ ኩሉ ሰብ ልክዕ እዩ ኣብ ውሽጡ ሓደ ስምዒት ተፈጢሩ ዝሰርሓሉ ዘሎ ማለት እዩ። እታ ቀዳመይቲ መዓልቲ ዝሓለፈ ዓመት ኣብ ህዝቢ ወሪዱ ህዝቢ ክዝትየሉ ከሎ ብሃገራዊ ሽማግለ ክምእኸል ክጅምር ከሎ ብሓንቲ ጭርሖ እዩ ተበጊሱ እቲ ሰብ። እታ ጭርሖ ከኣ እንታይ እያ? ደም ዘይተበቃ ሃገር ረሃጽናን ገንዘብናን ኣይንበቀላን ኢና። ሓንሳብ ብሓንሳብ ደም ዘይተበቃ ሃገር ደም ዘይተበቃ ሃገር ረሃጽናን ገንዘብናን ኣይንበቀላን ኢና ኣይንበቀላን ኢና። እዚኣ እታ ጭቕርሖ ሕጂ ኣብ ውሽጢ ዓዲ ዘሎ እንታይ ይገብር ኣሎ ኣነኸ እንታይ ይገብር ኣለኹ ኢዩ ሓቲቱ ነብሱ። እቲ ኣብ ዲያስፖራ ዘሎ ኤርትራዊ ማለት እዩ ኣነስ እንታይ እየ ዝገብር ዘለዎ እቲ ውሽጢ ዘሎ ዓዲ ከ እንታይ ይገብር ኣሎ ስለዚ ኣብ ውሽጢ ዓዲ ዘሎ መንግስትን ህዝብን ሰራዊትን ደምን ህይወትን ከይበቐቐ ነቲ መስዋእትን ስንክልናን ዝኸፈሎን ነገራት ነዛ ሃገር እዚኣ ንምምፃኣ ኣብ ምዕቃባ ኣብ ምልማዓ ኣብ ምህናፃ ዝገብሮ ዘሎ ኣበርክቶ ዓቢ ነገር ስለ ዝኾነ እቲ ኣብ ደገ ዘሎ ዜጋ ከኣ ዝሕተቶ ወይ ድማ ዝገብሮ ንእሸይ ነገር ምዃኑ እዩ ዝፈልጥ። ስለዚ'ዩ ከኣ እቲ ወኒ ናይቲ ዜጋ ኩሉ ግዜ እናዓበየ ዝኸይድ። ኣይወርድን እዩ'ኮ እቲ ወኒ ኣይወርድን እዩ ፈጺምካ። ሳዕስዋይ ኣይታኸስን ይብለካ። ኩሉ ግዜ ቋሕ ምስ በለ እዩ ኣብ ጉዳይ ሃገሩ ኩሉ ዜጋ ማለት እዩ። ስለዚ እንተ ደኣ ደምን ህይወትን ህይወትን ዘይተበቃ ሃገር ኣላትና ንብል ኣለና ኮይና በዚ ኣብ ውሽጢ ሃገር ዘሎ ኤርትራዊ እቲ ኣብ ደገ ዘሎ ኤርትራዊ ከዓ ረሃፁ ገንዘቡን ኣይበቀለን እዩ ስለዚ በታ ጨረሖ በታ ቴማ ነዛ ፕሮጀክት ናይ ጥዕም ተበጊሱ ማለት እዩ ምስ ዕድል እዩ ከዓ ቆፂርዎ ምስ ዕድል ምስ ሓደ ዓቢ ዕድልን ታሪኽን ስለዚ ጽቡቅ ኣሎ ኩሉ እቲ ዜጋኸ በጺሕዎ ዶ ኣሎ እዚ ሓበሬታ እንተ ኢልካኒ ብዝተኻእለ መጠን ክበጽሖ ይግበር ኣሎ ከምዚ ብጸይ ሰናይ ዝበለቶ ኩሉ ግዜ ረቡዕ ረቡዕ ምስቶም ናይ ከተማታት ሽማግለ ኣኼባ ኣለና ብሃገራዊ ሽማግለ ዝምእኸል ማለት እዩ። ኣብ ከመይ ኩነታት ኣሎ፣ ነፍሲ ወከፍ ከተማ እንታይ ትገብር ኣላ፣ ንህዝቢ ከመይ ይባፅሖ ኣሎ እቲ ሓበሬታ፣ ከመይ ከሎ እቲ ኣበርክቶ፣ ኩሉ ግዜ ኣብ ሰሙን ሓደ ሓደ ግዜ ኣኼባ ኣሎ። ዘሎ ምዕባለታት ከዓ ይንገር። ኣብቲ ምዕባለታት ክንሪኤን ከለና ሕጂ ኩሎም ከተማታት ከም ዘቕርብዎ ፀብፃብ እቶም ናይ ከተማ ሽማግለን እቶም ሓለፍቲ ውዳበታት ኩለን ውዳበታት እቲ ኮሚኒቲ ብዓብዩ ንኩሉ ሓቑፉ ደሎ እንዳተናበበ እዩ ዝሰርሐ። እሱ እንዳተናበበ ስለ ዝሰራሕካ ነቲ ህዝቢ ከመይ ገሩ የባጻሐሉ ይሓስብ ግን ቡዙሕ ሰብ ኣሎ ከኣ ቢዚ ካብ ሶሻል ሚድያ ታይም ደይብሉ ክህሉ ይክእል ገለ ክህሉ ይክእል ንዑዑ ከ ከመይ ገርካ ተብጻሓሉ ሕጂ እቲ ድበጸሖ ኣብዚ ሕጂ ሓላፍነት ናይ ሃገራዊ ሽማግለ ናይ መርሒነት ሃገራዊ ሽማግለን ናይ ከተማታት ሽማግለን ናይ ውዳበታትን ናይ ኮሚኒትን ጥራሕ ዘይኮነ እዚ ሓላፍነት ኩሉ ዜጋ እዩ ሓላፍነት ኩሉ ዜጋ እዩ ዘማእዝንን ዝሓትትን ዝሕተትን ክህሉ ግድን ስለ ዝኾነ ኣብ መስርሕ መን ምስ መን ዝዛረብ ክፈልጥ ስለ ዘለዎ፣ መን እንታይ ይገብር ክፈልጥ ስለ ዘለዎ ኢኻ ቅርጺ ተትሕዞ ደኣ እምበር ብሓላፍነት ደረጃ እንተ መጺኻ ናይ ኩሉ ኤርትራዊ እዩ። ብወኒ እንተ መጺኻ ናይ ኩሉ ኤርትራዊ እዩ። ብድሌት እንተ መጺኻ ናይ ኩሉ ኤርትራዊ እዩ። ብስምዒት እንተ መጺኻ ናይ ኩሉ ኤርትራዊ እዩ። ሕጂ ግድን ሓደ ነገር ክትገብር ግን ቅርጺ ክህልወካ ስለ ዘለዎ ኢኻ። ከተማታት ሽግ ሽማግለ ብ ዓባይ ብርጣንያ ገለ ኢልና ሃገራዊ ሽማግለ ገለ ገለ ኢሉ ቆይሙ ድሎ። እንተዘይኮይኑ ብሓላፍነት ኩሉ ሓደ እዩ። ሕጂ ጽቡቕ ኣሎ ግን ዝያዳ ጽቡቕ ክኸውን ሽቶና ጎል ክንሃርም ኣብ ዝሓጸረ ግዜ ከኣ ኣሕዳሪ ቤት ትምህርቲ ሃኒጽና ካብ UK ተኣኪብና መጺና ዑደት ክንገብሮ ዘድሊ ነቲ ቤት ትምህርትታት ናይ ምምላእ ከኣ ሓላፍነት ንደቅና ክንቦ ኢና። ክኸውን እዩ። ምናልባት ኣብቲ ናይ ደቅና ብጸይቲ ሰናይት ሳክመደ፣ እቲ ቋንቋ ኣደ ገለ ገለ እውን ስለ ዘሎ ከም ኣደ ከዓ መወርሳተን ካብ ኣቦታት ንላዕሊ ስለ ዝኾነ ትብል ትኸውን ስለዚ ንሕና ክነሃንፆ ኢና ምዕቡል ዘመናዊ ነገራት ንክዓጥቕ እቲ ቤት ትምህርቲ ከዓ ንደቅና ክንገድፎ ኢና ከም ዝበልኩ እዩ ምትኻስ የለን ቀፃሊ ስለ ዝኾነ ንዕቤት ንምዕባለ ንስልጣነ ነዛ ሃገር ምትኻስ የለን ቀፃሊ እዩ ክወርድ እዩ ንምክልኻላን ምሕላዋን ከዓ ቀፃሊ ክወርድ እዩ ፀኒሑና እዩ ኣለና ክቕፅል እዩ ስለዚ ሓላፍነት ኩሉ ዜጋ ክብለካ ይደሊ ማለት እዩ። ቤት ትምህርቲ ቤት ትምህርቲ ከምኡ ኣሽሓት ናይ ቤት ትምህርታት ተሃኒፁ ገና ግን ዘይተበፅሐ ዓድታት እኳ ኣሎ ኣብ ዳስ ዝመሃረ ተምሃሮ ኣለዉ ደቅና ከ ክንዚ ዝኾኑስ ኣብ ዳስ ዝመሃሩ ኣለዉና ስለምንታይ ኣይበፃሕናዮን እቲ ምዕባለ ንሕና ርእሲ ከማኻል ኢና ንኣምን ደገፍ ዝገብረልካ ከኣ ክህሉ ይኽእል ክኸውን ግን ብኡ መጠን ከኣ ካልእ መግዛእታዊ መልእኽቲ ሒዙ ስለ ዝመጽእ ብዙሕ ኣይንጸቕጠሉን ኢና ንሕና ተመጸ ከኣ ኣገባብ ጌሩ ንቕበል ንኸውን እቲ ናይ ውሽጥና ምድግጋፍ ግን ደገፍ ጌርና ኣይንርእዮን ኢና ንገዛኻ ኢኻ ትሰርሕ ዘለኻ ንዓድኻ ኢኻ ትሰርሕ ዘለኻ ሕጂ ኣብዚ እዚ ኣለኩም ማለት እዩ ሕጂ ኣብ ገለ ሜድያ ርእዮ እየ ንገለ ኣሕዳሪ ቤት ትምህርቲ'ሲ ደዋጹ ኢሎም ከምዚ ናይ ደንካልያ መሬት ዘለዎ ቆልዑት ናህና ደገፍ ትገብሩ ኢኹም ናይ ጢዖ ትገብሩ። ብወገን ኤሪ ናይን ሜድያ ንእሽቶይ ነገር ኢና ንገብር ዘለና ናይ ብሓቂ ምስሶም ዝገብርዎ ዘለዉ ዝወዳደር ኣይኮነን ግን ከም ሜድያ ከኣ ንሕና ብዓቕምና ከምዚ ናይ ደቂ ኣምሓረ ከነቃላሓልኩም ዝቐነና ዲያስፖራ ኣብ ዝገብርዎ ንጥፈት በቲ ዝከኣለና ክንበጽሖ ብንኽእል እንዳሰዓብና ምስኦም እናጎየና ናባኹም ከነብሎ ኢና ምክንያቱ ሓደ ካብቲ ናይዚ ሜድያ ኣገዳስነት እሱ ስለ ዝኾነ ሰኑ ከምዚ ወጋሕታ ክብሎ ዝፀንሐ እተን ንኣሽቱ ደቅና ጓሎም ወዶም ማለት እዩ ከመይ ወርስዎ ኣለዎ እቲ ወኒ ኣብ ሃገር ክበፅሕ ከሎሲ ኩሉ ኤርትራ ውስጥ ትርጉቲኣ ትልዕል እታ ህርመት ነው እዚ ንኩሉ ማለት እዩ ማለት ፍልይ ሓሳባት ክህልወና ክእል እዩ ግን ኣብ ጉዳይ ሃገር ሓደ ኢና ከመይ ኣለና ወርሱና ዶ ኣለዉ ኣብ ምውራሶም ከትግበር ዘሎ ጻዕርታት እኹል ድዩ ምክንያቱ ኣካል ክብርታትና ስለ ዝኾነ ኣብ ሃገር ክለዓል ከሎ ሲ ኣየድግመካን ጀርባ ህዝብናስ ኣየድግመካን ከምኡ ዶ ይቕጽል ኣሎ ኣብቶም ናእሽቱ
ያ እንታይ ድዩ ኣብቲ ኮመኒቲ ድዓቢ ቆልዓ ሓደ ቅድሚ ናብ ሃገር ምዃኑ ነብሱ እዩ ድፈልጥ መን ምዃኑ ንቑሕ መንእሰይ ባህሉ ደኽብር ታሪኹ ደኽብር ኮንፊደንስ ድልዎ ቆልዓ ኮይኑ እዩ ድዓቢ በቲ ተሞክሮ ዝረኣኹዎ ማለት እዩ ሶ እቲ ኤሪትሪያን ኮሚኒቲ ክዓቢ ኣሎ ኣብኡ ብዙሕ ክንሰርሕ ኣለና ጠርናፊ ኽከውን ኣለዎ ካብኡ ከኣ እቲ ቆልዓስ ካብኡ እዩ ዝብገስ ማለት እየ ሕጂ ንሕና ከም ሃገራዊ ሽማግለ ንሰርሐሉ ኣለና ቋንቋ ኣደ ካብ ኩለን ከተማታት ይጅመር ከም ዘለዎ ዘለዎም ከማን ኣለዋ ብዙሕ ጎስጓስ ይግበር ኣሎ ብኩሉ ቋንቋ ትሽዓቲኡ ብሄራት ትምህርቲ ክህሉ ብዙሕ ይስራሕ ኣለዎ ግን ብሓፈሽኡ እቶም ኣብቲ ኮሚኒቲ ዝዓበዩ ደቅና ስጋዕ መጺኦም ኣብዚ ቮሎንታሪ ንሃገር የበርክቱ እዮም። ዕዉታት ኮይኖም እዮም ከዓ ዝወፁ። ብጣዕሚ ዕዉታት ኮይኖም እዮም ዝወፁ። እንተ ኣብቲ ኮሚኒቲ ደይቲኻዮም ፀኒሕካ ነብሶም ከም ካልእ ከም ፃዕዳ እዮም ክሓስቡዋ ዝፀንሑ። ደሓር ኣብቲ ቲነይጀር ዕድመ ምስ መፁ ይፈልጡ። ንሶም ጻዓዱኹም ደይኮኑ ኣፍልጦ ይጸናሖም ብዛዕባ ባንዴሮኦም ብዛዕባ ሃገሮም ስለ ደይጸንሖም ኣቢዩ ዝኾኑ ስጋዕ ትምህርቲ ንኸይድና ድብሉ ቆልዑት ኣለዉ ስለዚ እዚ ናይ ኩሉ ሓላፍነት እዩ ማለት እየ ኣብ ኮሚኒቲ ቮሎንታሪ ናይ ውሕዳት ሰባት ከ ኣይኮነን ኩሉ ሰብ በብክእለቱ ኣብኡ ክነጥፍ ክኽእል ኣለዎ ተሳትፎ ክንገብር ክንክእል ኣለና እሱ ክብል እየ ዝደሊ ማለት እዩ ስለዚ ኢሉ ኢሉስ ናብኡ ናብቲ ኣበርኩቶ እዩ ማለት እየ ናብታ ወጋሕታ ቀዲሙ ዝበላ ግን መንግስቲ ኤርትራ ኣብ ውሽጢ ሃገር ኮይኑ ኣብ ደገ ዘለውን ፃውዒት ትገብር ነይሩ እዩ ኣብ ነብስና ኢንቨስት ክንገብር ከም ዘለና ፃውዒት መጀመርያ ንነብስና ምክንያቱ ከም ዜጋስ ዕውታት ክንከውን ዕውታት ክንከውን እቲ ኣፖርቹኒቲ ክንጥቀመሉ እቲ ፀጋ ናይቲ ዘለናዮ ዓዲ ኣብ ንብዝና ኢንቨስት ክንገብር ገንዘብ ክንሕዝ ክንመሃር ብዙሕ ዓመት ፃውዒት ይገብር ነይሩ እዩ። ሕጂ ንሱ እዩ ማለት እዩ ከምኡ ከዓ ኣበርካቲ ከዓ ትኸውን ኣብዚ ዝግበር ዘሎ ወፍሪ ስቕ ኢሉ ኣይኮነን እዚኣ ናይ መጨረሻ ቅሰኑ ዝበላ ፕረዚደንት ብዙሕ ቻለንጅ እዩ ሓሊፉ ብዙሕ ስቓይ ሓሊፉ ብዙሕ ሽግር ሓሊፉ ተዓዊትናሉ ግን ተዓዊትናሉ ንሕናን ዕላማናን ድብልሲ ብኣበርክቶኸ ብኣበርክቶስ ኣለና ዲና እዛ ጭርሖ ድበላ ብዓብዩ ከዓ ተዓውት ንሓፋሽ ሲ ሳንያ ጭርሖና ተዓውትናስ ንሓፋሽ በቃ ኣብርሖ ኣብ ቀረባን ደሎ ብማዕረ እቲ ስታንደር ክረክብ ኣለዎ እቲ ክረኽቦ ዘለዎ ትምህርቲ ድዩ ጥዕና ድዩ ኣብኡ ብናህሪ እዩ ዝሰርሕ ዘሎ መንግስቲ ኤርትራ ሰራዊት ኤርትራ ከምኡ ህዝቢ ንሕና ከም ዲያስፖራ ከዓ ኣብዚ እጃምና ክነበርክት ኣለና እየ ድብል ስለዚ እዚኣ ተዋሂባትና ደላ ኣብ ሓፂር ግዜ ብጣዕሚ ዕውት ዝኾነ ስራሕ ክንሰርሕ ነፍሲ ወከፍ ተቐማጦ ዓባይ ብሪጣንያ ኣየርላንድን ኣብዚ እጃምና ክነበርክት ኣብ ነፍሲ ወከፍ ከተማታት ደለዉ ሽማግላ ከተማኻ ኮንታክት ገይሮም እቲ ዝግብኦም ክገብሩ ክልተ ሚእቲ እዩ ተወሲኑ ዘሎ ካብኡ ንላዕሊ ክፍል እየ እንተይሉ ዝኽፍሉ እውን ኣለዉ ክኽፍሉ ይኽእሉ እዮም እሱ እየ ክብል ዝኽእል ማለት እዩ ካልእ ኣብ ኮሚኒቲ ከዓ ተወፋይነት ክገብሩ ኣለዎም ደቆም ዘለዎም እቲ ተምሃሮ በቲ ተምሃሮስ ኣበርከቲ ክኾኑ ከምኡ እውን ሃገር መፂኦም ከዓ ንደቅና ከዓ መፂኦም ኣበርከቲ ኢንጂኔርታት ርኢኻ ኢኻ ዝዑደት ክንከዶም ዝቐነናሲ ሓገዞም ክህቡ ኣለዎም ተረዲእካኒ ሕጂ ብዓቢኡ ብዓቢኡ እቲ ዓቕሚ ሰብ ምዕባይ እንድዩ፣ ኣብ ውሽጥን ኣብ ደገን፣ ኣብ ደገ ከኣ ደቅና ዕዉታት ክኾኑ፣ ባህሎም ታሪኾም ዝፈልጡ ክኾኑ ክንሰርሕ ኣለና እየ ድብል። ጽቡቕ ሞሰኖ ከለኺ መዛዘሚ ክትገብርልና ኢኺ። ኣነ ነዚ ናይ ፕሮጀክት ጢዖ ኣመልኪትና ንእሽቶይ ሓበሬታ ክንቦ ንህዝቢ፣ ሜድያ ከኣ ልሳን ስለ ዝኾነ፣ እቲ ብኣኼባ ክብጻሕ ዘይተኻእለ ኣብ ማኪንኡ ንስራሕ እንዳወፈረ ድዩ ገለ ከኣ ክሪኦ ክሰምዖ ክከታተሎ ስለ ዘለዎ ኢና ብሾሻል ሚድያ እውን ክንፍንዎ ሓሳብ ምስ ኣቕረበ ኢና ናብ ኣብ ዳሕሪኤን ናይ ሚድያ ግዜ ክንቦ መሪፅና ምክንያቱ ካብዚ ከዓ ድዓቢ ቀዳምነት የብልናን ኣብቲ ሚድያና ማለት እዩ ስለዚ ኣብ መወዳእታ ዘይተተንከፈ ኣርእስቲ ተልዩ ክትብልዮ ትደሊ ሓሳብ ናኻ ዕድል ክህበኪ
ዋላ ሓንቲ ደጊመ የቀንየልና ክብለኩም ኣብዚ እጃምኩም ምብርካትኩም እዚ ባዕሉ እጃም እዩ ግን ንጥቀም ኢና ቲውተር ፔጅ ኣለና ኣብ ኩሉ ፕላትፎርምታት ኣድቨርታይዝ ንገብር ኢና ግን ሞር ከዓ ዩቱብ ድከታተል ሰብ ከዓ ስለ ዘሎ እዚ ናትኩም ቻነል ንኩሉ ኤርትራዊ ዓባይ ብሪጣንያ ክበጽሖም ንላቦ ንእግሪ መንገዶም ከኣ ሼር ሳብስክራይብ ክገብሩልኩም ንዓኻትኩም ከኣ ብትሕትና ሕቶ ማለት እዩ። ደጊመ ግን የቐንየልና። መብዛሕትኣ መወዳእታ ኢልና ኢና ሕጽር ዝበለ እዩ ጻንሒትና ኣብቲ ናይ ጢዖ ፕሮጀክት ኣተኪርና ኢና ክነዕሊ ጸኒሕና ክበሃል ዘለዎ ሓሳባት ወይ ከኣ ህዝቢ ጽቡቅ እዩ ትብሎ ሓቤታ ተልይካ ንዓኻ ዕድል ክበካ። ወላሓንቲ እቲ ዝበሃል ኩሉ ክንብሎ ጸኒሕና ኢና። መጀመርያ ምስጋና ንዓኹም ነቲ ናይ ፕሮጀክት ጢዖ ክትከታተሉ ጸኒሕኩም ብቲቪ ኤረ ሪኢኹሞ በገለ እሞ ኣብ ከመይ ደረጃ በጺሑ ኣሎ ኢልኩም ክትሓቱና ክትረኽቡና ምኽኣልኩም ኣዚና ነመስግን ንደሃይ ኤሪ ኤሪ ናይን ሜድያ ስለዚ መጀመርያ ምስጋና ንዓኹም ምስ ጋዜጠኛ ይከኣሎን ካሜራ ማን ኩሉኹም ማለት እዩ ብሓፈሻ ክበሃል የብሉን ዝተብሃለ የለን። ምኽንያቱ ኩሉ ግዜ ስለ ንብሎ ኣብቲ ኣኼባታትና ብፍላይ ነበርቲ ዓባይ ብርጣንያ ኣየርላንድ ስለ ንራኸብ ሰሙናዊ ኣኼባ እውን ስለ ዘለና እቲ ብሰንሰለት ስለ ዝወርድ ኩሉ ነገር ሓድሽ ነገር የለን እቲ ኩሉ ግዜ ንብሎ እዩ። ግን ምናልባት ካብኡ ናብኡ ብዙሕ ግዜ ዘይንብላ ግን ሕጂ ኣብዚ እንዳዕለልና ዝመጸትለይ ሓንቲ ኣላ እሳ ከኣ እንታይ እያ ለበዋ ዘድልዮ ኣይኮነን ዜጋ ኩሉ ግዜ ኤርትራዊ ዜጋ ለበዋ ዘድልዮ ኣይኮነን ኩሉ ግዜ ግን ክልተ ነገር እየን ከምቲ ኣብ ውሽጢ ዓዲ ዘለዉ ህፃናት ማዕረ ናይ ትምህርቲ ዕድል ክህልዎ እሞ ድሕሪት ከይተርፉ ሕጂ እታ ድሕሪት ከይተርፉ ማዕረ መዘንኦም ንክኸዱ እንብላ ዘለና ኩላትና ንበርትዕ ዓባይ ብርጣንያን ኣየርላንድን ከኣ ካብዛ ፕሮጀክት እዚኣ ኣበርክቶ ካብ ምግባር ድሕሪት ከይንተርፍ ኩላትና ኣኣብ ከባቢና ዘሎ ኮሚኒቲ ወይ ወከልቲ ሃገራዊ ሽማግለ ረኺብና ካብዚኣ ናይ ፕሮጀክት ጢዖ ኣዝያ ከም ዓባይ ዕድልን ታሪኻዊትን ንተቐመጥቲ ዓባይ ብርጣንያን ኣየርላንድን ተኻፈልቲ ክንከውን ኣብ ዝሰማዕናዮ ሰዓት፣ እዚ መልእኽቲ እዚ ኣብ ዝበጽሓና ሰዓት ወይ ድማ በቶም ወከልትና ኣኣብ ከተማና ኣብ ዝበጽሓና ሰዓት ቀልጢፍና እጃምና ከነበርክት ድሕሪት ከይንተርፍ ንሰያትም መጻና ድሕሪት ከይተርፉ ካብ ትምህርቲ እንተ ንብል ኣለና ንሕና ከኣ ነቲ ካብቲ ኣበርክቶ ድሕሪት ከይንተርፍ ኣዚና ክንጓየ ክንክእል ኣለና ኣብ ሓጺር ጊዜ ወዲእና ከኣ ኣብ ሓጺር ጊዜ ኣብ ውጽኢት ናይ ትምህርቲ ክንበጽሕ እንተ ኮይና ኩሉ ኤርትራዊ ዜጋ ካብ ክልተ ሚእቲ መበገሲ ከምዚ ዓይነት ወይ ዝበለ ክሳዕ ዓሰርተ ሽሕ ዝኸፈሉ ኣለዉ ካብ ክልተ ሚእቲ መበገሲ ኮይኑ ኩሉ ከከም ዓቕሙ ቀልጢፍና ኩላትና እጃምና ከነበርክት ሓላፍነት ናይ ኩላትና እዩ። ቅርጺ ንምሓዝን ንምምእዛንን እዩ ሃገራዊ ሽማግለ ኣብ ትሕቲኡ ኩሉ ዝርጋሐታት ጌሩ ዝሰርሕ ዘሎ ደኣምበር ኩሉ ኤርትራዊ ዜጋ ኣብ ዓባይ ብርጣንያ ዘሎ ኣብዛ ፕሮጀክት እዚኣ ኩሉ ብሓላፍነት እዩ ዝኸዶ ዘሎ። ስለዚ ድሕሪት ከይንተርፍ፣ ደቅና ድሕሪት ከይተርፉ ኣብ ዓዲ ዘለዉ ንብል ኣለና፣ ንሕና ከኣ ካብቲ ኣበርክቶ ድሕሪት ከይንተርፍ። ካልእ ነገር የለን፣ ኣብ መወዳእታ ክዓጽ እንተኾይነ በታ ጭርሖ ማለት እዩ፣ ደምን ህይወትን ዘይተበቅዓ ሃገር ረሃጽናን ገንዘብናን ኣይክንበቅዕላን ኢና።
ንሕና እውን ክንውድእ ኢና ድሕሪ እዛ ጭርሖ ጥዕምቲ ጭርሖ ከይነበላሽወቲ ዘረባ ብወገንና ብወገን ድሃይ ኤርናይን ሚድያ ነዞም ክልተ ኣጋይሽና ወጋሕታ ሰኑ ኣዚና ነመስግኖም ብዙሕ ግዜ ሕፅርፅር እንዳበሎም እዮም ናባና መፅኦም ቀዳምነት ሂቦም ስለዚ ድሃይ ኤርናይን ሚድያ እውን ነዚ ከምዚ ዓይነት ፕሮጀክት ከተቃልሕ ዕድል ምርካባ እውን ፀጋ እዩ ንዓና ምክንያቱ ሓደ ካብቲ እዋናዊ ናይ ብድሆ ስራሕ ስለዝኾነ ኣዚና ነመስግን ክብረት ሃበልና የቀንየልና ንኩልኩም ከኣ ኣብዚ ፕሮጀክት እዚ ክትዕወቱ ተስፋ ንገብር ኣይ ሆፕ ኣብ መመረቅታ ውዒልና ሓቤታ ክንህበኩም ክኸውን እዩ ስለዚ ኣዚና ነመስግኖም ነጋይሽና ንዓኹም ድማ ብምክታልኩም ነመስግን ናብ ኩሉ ዘርግሕዎ የቀንየለይ።